ክቡር ፕረዚደንት ኢሳያስ ኣፍወርቂ ኣብ ዝሓለፈ ሰሙን ኣብ ሪያድ ኣብ ዝተቓነዐ ቀዳማይ ዋዕላ ስዑዲ ዓረብን ኣፍሪቃን ኣብ ዝተሳተፈሉ፣ ምስ ወራሲ ዓራት ንግስነት ስዑዲ ዓረብን ካልኦት ላዕለዎት ሰበስልጣን ስዑዲን ምስ ሓያሎ መራሕቲ ኣፍሪቃን ርክባት ኣካይዱ ነይሩ። ብዛዕባ እቲ ዋዕላን ዝነበረ ርክባትን ብዝምልከት ወኪል ሚኒስትሪ ዜና ብ ዓሰርተ ሰለስተ ሕዳር ኣብ ሪያድ ብቋንቋ ዓረብ ዘካየዶ ቃለ መጠይቕ ብትግርኛ ተተርጒሙ ኣሎ። ኣብዚ ቃለ-መጠይቕ ፕረሲደንት ኢሳያስ፣ ዋላ ንግስነት ስዑዲ ዓረብን ኣፍሪቃን ኣብ ሓባራዊ ምትሕግጋዝን ሽርክነትን ዘለዎ ግደ፣ ዝምድና ኤርትራን ስዑዲ ዓረብን ንቕድሚት ንምድራኽ ዝተለዓሉ ኣርእስታትን ዝተበጽሑ ስምምዓትን፣ ኣብ ምውሓስ ጸጥታን ርግኣትን ቀይሕ ባሕርን ጸጋታቱ ንምምዝማዝ ምስ ሃገራት ቀይሕ ባሕርን ክህሉ ዘለዎ ምውህሃድን ምስ ዝተፈላለዩ መራሕቲ ሃገራት ኣፍሪቃ ብዛዕባ ዝተገብረ ርክባትን ትሕዝትኡ ኣመልኪቱ ዝርዝር ቀሪቡ ኣሎ። ምሉእ ትሕዝቶ ናይቲ ብትግርኛ ተተርጒሙ ዝቐረበ ቃለ መጠይቕ ይስዕብ። ጋዜጠኛ፣ ክቡር ፕረሲደንት፣ ዋዕላ ንግስነት ስዑዲ ዓረብን ኣህጉር ኣፍሪቃን ሓባራዊ ምትሕጋዝን ሽርክነትን ኣብ ምፍጣር ዝህልዎ ግደ ከመይ ትርእዮ? ፕረዚደንት ክምልስ ከሎ፣ ምስዚ ዘሎ ዞባውን ኣህጉራውን ኩነታት ኣገዳስነት ናይ ከምዚ ዓይነት ዋዕላታት ርዱእ እዩ። እዚ ሕጂ ዝተኻየደ ናይ መራሕቲ ዋዕላ ብትሕዝትኡ ካብቲ ቅድሚኡ ዝነበረ ዋዕላታት ዝተፈልየ እዩ። ንሓልፎ ዘለና ዞባውን ኣህጉራውን ኩነታት ኣብ ግምት ብምእታው ኣብ ዝተፈላለየ መዳያት ምትሕግጋዝ፣ ሽርክነትን ምምልላእን ንምርግጋጽ ኣብ እዋኑ ዝቐረበ ዕድመ እዩ ነይሩ። ንግስነት ስዑዲ ዓረብ ዘለዋ ጸጋታት ቀሊል ኣይኮነን። ጸጋታታ ኣብ ዞባውን ኣህጉራውን መቐይሮ ተራ ክህልዎን ናይ ቤት ቁጠባ ካልኦት ሃገራት ክድርኽን እንተኾይኑ ዝሰፍሐ ባይታ ክፍጠረሉ የድሊ። ኣፍሪካ እውን ገዚፍ ባህርያዊ ፀጋታታ ማለት ሱሳ ካብ ሚእቲ ካብ ፀጋታት ዓለም እትውንን ዝያዳ ሃብታም ኣህጉር እያ። ይኹን እምበር ጌና ኣብ ቅልውላውን ሽግርን ትነብር ዘላ እያ። ኣፍሪካ ሓደ ነጥቢ ክልተ ቢልዮን ህዝቢ ዝነብረላ ኣህጉር ከም ምዃና መጠን ዋላ እኳ ንግዚኡ ብድሆታት እንተለዋ ንመጻኢ ገዚፍ ዕቑር ዕድላት ኣለዋ። ነዚ ኣብ ኣፍሪቃ ዘሎ ዘይርጉእ ኩነታትን ሁከትን ቅልውላውን ከይፈታሕኻ ግን ልምዓት ክህሉ ኣይክእልን። ህዝብታት ኣፍሪቃ ብሰንኪ ብልሽውናን ዝምታን መራሕቱን ምትእትታው ናይ ወጻኢ ሓይልታትን ጸጋታቱ ከይጥቀም ዓቢ ብድሆ ኮይንዎ ኣሎ። ነዚ ክልተ ረቋሒታት ኣብ ግምት ብምእታው ክፍጠር ዝኽል ሽርክነትን ምምልላእ ዓቢ ትርጉም ኣለዎ። ንግስነት ስዕዲ ዓረብ ንህሉው ኩነታት ኣፍሪቃ ኣብ ምልዋጥ ኣበርክቶ እንተገይራ፣ ኣብ ዓበይቲ ፕሮጀክትታት ልምዓት ክትሳተፍ እንተኽኢላ፣ ካብዚ ገዚፍ ዕቑር ጸጋታት ኣፍሪቃ ክትጥቀም ዕድል ክህልዋ እዩ። ነዚ ጸጋታት እዚ ንምምዝማዝ ከኣ ኣቐዲምካ ሓደ ንጹር መካኒዝም ምፍጣር የድሊ። ንግስነት ስዑዲ ዓረብ ዓቕምታታ ንምውፋር ቅድም ቀዳድም ኣህጉር ኣፍሪቃን ህዝባን ጸጋታቱ ክጥቀመሉ ዝኽእል ዕድል ኣብ ምፍጣር፣ ንመጻኢ ወለዶ ምቹእ ሃዋህው ኣብ ምጥጣሕን ኣበርክቶ ክትገብር ኣለዋ። ሽርክነታዊ ምምልላእ ኣፍሪቃን ስዑዲ ዓረብን በዚ መንጽር'ዚ ርኢኻ ኣዝዩ ኣገዳሲ እዩ። ኣብ ኩሉ መዳያት ንጹር ውጥናትን ስትራተጂን ዕላማን ከኣ የድሊ። ኣብ ዝርዝራት ናይቲ ዋዕላ ከይኣቶና፣ እዚ ዝተኻየደ ዋዕላ ናይ መጀመርታ ስጉምቲ እዩ። ክቕጽል እንተኾይኑ፣ ግብራዊ ስጉምትታትን ተወሳኺ ርክባትን ምምኽኻርን የድልዮም። ፈለማ ንሓፈሻዊ ርእይቶ ኣፍሪቃ ምስማርን ዓቕምታቱ ድሉው ምግባርን የድሊ። ንግስነት ስዑዲ ዓረብ ድማ ናብ ግብራዊ ስራሕ ዘሰጋግር ግሉጽነት ዝልለ መካኒዝም የድልያ። በዚ ኩሉ ዝተገልጸ ምኽንያታት እቲ ዋዕላ ኣብ እዋኑ ዝመጽእ ኮይኑ፣ ኣብ መንጎ ንግስነት ስዑዲ ዓረብን ኣፍሪቃን በብዞባታቱን ዞባዊ ውድባትን ርክባትን ምምኽኻርን ግድን ክቕጽል ኣለዎ። በዚ ድማ ነዚ ህሉው ብድሆታት ሰጊርካ ናብ ዝዓበየ ምትሕግጋዝ ዘሰጋግር መካኒዝም ክፍጠር ይከኣል። ጋዜጠኛ፣ ክቡር ፕረሲደንት፣ ኣብ ጉዳይ ዝምድና ኤርትራን ስዑዲ ዓረብን ክንምለስ፣ ምስ ወራሲ ዓራት ስዑድን ካልኦት ሚኒስትራትን ንግስነት ስዑድን ርክባት ተኻይዱ ነይሩ። ኣብቲ ርክብ እንታይ ኣርእስትታት ተላዒሎም? ዝምድና ኤርትራን ስዑድን ንቕድሚት ንምድራኽ ኣብ መንጎ ክልቲኤን ሃገራት ናይ ምትሕግጋዝ ሽርክነታዊ መደባት ኣብ ምፍጣርንከ ክሳብ ክንደይ ኣገዳሲ ነይሩ? ፕረሲደንት ኣብ መልሱ፣ ብሰፊሑ ክንሪኦ ዘለና እዩ። ኣብ መደባት ልምዓት ኣፍሪቃ ናይ ንግስነት ስዑዲ ዓረብ ኣበርክቶ እንተደኣ ኣሎ፣ ኣብ መንጎ ስዑዲ ዓረብን ዞባናን እውን ባህርያውን ሃናጽን ዝምድና ክህሉ ግድን እዩ። ንሕና ኣብዚ ጉዳይ እዚ ስትራተጅያዊ መረዳእታ ኣሎና። ሕጂ ምስዚ ዋዕላ መራሕቲ ኣፍሪቃን ስዑዲ ዓረብን ዝመጸ ኣይኮነን። ኣብ መንጎ ኤርትራን ስዑዲ ዓረብን ጂኦግራፊካዊ ክሊ ናይል፣ ቀርኒ ኣፍሪቃ፣ ቀይሕ ባሕርን ወሽመጥ ዓረብን ዝፈጠሮ ናይ ቀረባ ርክባት ኣሎ። ክልቲኣዊ ዝምድና፣ ምትሕግጋዝን ሽርክነትን ኤርትራን ስዑዲ ዓረብን ኣብ ክሊ'ዚ ጂኦግራፊካዊ ክውንነት ዝርረ እዩ። እንተኾነ ብዛዕባ ልምዓት፣ ትሕተ ቅርጺ፣ ዕደና፣ ጸዓት፣ ማይ፣ ቱሪዝም፣ ካልእን ናይ ምትሕጋዝ መዳያት ክንዛረብ እንተድኣ ኮይና፣ ቅድም ቀዳድም እዚ ዞባ'ዚ ርግኣት ክረክብ ኣለዎ። ምስ ካልኦት ምምልላእ ክህሉ ኣብ ነንሕድሕዱ ዝተሓጋገዝን ዝደጋገፍን ርጉእ ዞባ ክኸውን ኣለዎ። ስትራተጂያዊ ኣገዳስነት ዞባና ርዱእ እዩ። ሰፊሕ ሽርክነትን ምምልላእን ንምርግጋጽ ዘኽእለና ኣህጉራዊ ማያዊ መስመርን ግዙፍ ዓቕምታትን ኣሎና። ኣብዚ ናይ ሓድሽ ዓለማዊ ስርዓት ንምስግጋር ኣብ ቀራን መገዲ በጺሕናሉ ዘሎና እዋን፣ ኣፍሪቃ ጸጋታታ ተጠቒማ ኣብ ዓለማዊ ቁጠባ ኣበርክቶ ክትገብር እንተድኣ ኮይና፣ ግድን ካብ ተሃሚሽ ክትወጽእ ኣለዋ። ኣብዚ መዳይዚ ኣብ መንጎ ኤርትራን ስዑዲ ዓረብን ብሓደ ወገን፣ ኣብ መንጎ ስዑዲ ዓረብን ከም መራኸቢ ቀለቤት ኣፍሪቃን ማእከላይ ምብራቕን ዘገልግል ዞባናን ድማ በቲ ካልእ ዝትግበር መደባት ፍሉይ ኣገዳስነት ኣለዎ። ዝምድና ኤርትራን ስዑዲ ዓረብን ጂኦግራፍያውን ሓባራዊ ታሪኽን ዝመሰረቱ'ዩ። ክልቲኤን ሃገራት ኣብ ዝተፈላለየ ጽላታት ዝውንንኦ ዓቕምታትን ጸጋታትን ኣብ ግምት ብምእታው ከኣ ኣብ ውሽጢ እዚ ዞባ ክግበር ዝኽእል ሰፊሕ ናይ ወፍርታትን ቁጠባን ምትሕጋዝን ክንውስን ኣሎና። ንልምዓት ዝምችእ ሃዋሁ ንምፍጣርን ዘሎ ጸገማት ንምፍታሕን ኣብ ጸጥታዊ መዳይውን ክንተሓጋገዝ ኣሎና። ኣብ ኩለንተን ነዚ ዞባ ዘቖማ ሃገራት ርግኣት እንተዘይተፈጢሩ ብዛዕባ ልምዓት ክንዛረብ ዝከኣል ኣይኮነን። ምስ ስዑዲ ዓረብ ዘሎና ሽርክነት ነዚ ኣብ ግምት ዘእተወ እዩ። ዕቱብነትን ድልውነትን ድማ ኣሎ። ምስ ወራሲ ዓራትን ካልኦት ሰበስልጣን ስዑድን ዝገበርናዮ ርክባት ኣብዚ ጉዳይ እዚ ዝቐንዐ እዩ ነይሩ፣ ሓድሽ ኣይኮነን። መቕጸልታ ናይቲ ብደረጃ ዞባ ስትራተጂያዊ ዕላማታትን ንምትግባር ዘኽእል ምቹእ ሃዋህው ንምፍጣር እንገብሮ ምምኻርን እዩ። ጋዜጠኛ፣ ንኤርትራን ስዑዲ ዓረብን ዘዳውብ ቀይሕ ባሕሪ ኣገዳሲ ማያዊ መስመር ዓለምና እዩ። ጸጥታን ርግኣትን ቀይሕ ባሕሪ ንምውሓስን ጸጋታቱ ንምምዝማዝን ምስ ሃገራት ቀይሕ ባሕሪ ክህሉ ዘለዎ ምውህሃድ ብዝምልከት ርእይቶ ኤርትራ እንታይ እዩ? መልሲ ፕረሲደንት፣ ኣብ ክሊ'ቲ ኣቐዲመ ዝገለጽኩዎ ዝርኣ እዩ። ነዚ ዞባ ዘቑሙ ኣርባዕተ ረቋሒታትን ነናቶም ፍሉይነታትን ኣለዉዎ። ገማግም ናይል እንተወሲድና፣ ብርክት ዝበላ ሃገራት ዝሓቖፈ እዩ። እዘን ሃገራት እዚኣተን ከወሃህደን ዝኽእል ስትራተጂያዊ ዕላማታት ክህልወን ኣለዎ። ልምዓታዊ ፕሮጀክትታት ንምትግባር ከኣ ኣብ መንጎ'ን ስምምዕ ክህሉ ይግባእ። ሃገራት ኣፍሪቃ እውን ብተመሳሳሊ። ንቀይሕ ባሕሪ ብዝምልከት ንሕና ቅድሚ ሓያሎ ዓመታት እማመና ኣቕሪብና ነይርና። እቲ እማመ ኣብ ክውንነት ዝተሞርከሰ እዩ። ብዛዕባ ውህደት ኣብዚ ኣገዳሲ ኣህግራዊ ማያዊ መስመር ዝርከባ ሃገራት ክንዛረብ እንተኾይና ብቐዳምነት ዝመጽእ ምርግጋጽ ጸጥታዊ ውሕስነት እዩ። ሃገራት ቀይሕ ባሕሪ ብዘይ ናይ ወጻኢ ምትእታው ባዕለን ወተሃደራውን ጸጥታውን ውሕስነት ናይዚ ኣገዳሲ ማያዊ መስመር ከረጋግጻ ኣለወን ዝብል ርእይቶ ኣለና። ብድሕሪኡ ጉዳይ ምትሕጋዝ ኣብ መንጎእን ክመጽእ ይኽእል። ግብረ ሽበራ ንግዲ ምስጋር ደቂ ሰብን ካልእ ዘይሕጋዊ ንግድን ንምምካት ንጹር ውጥንን ስትራቴጂን ክህልዎን ኣለዎ። ኣብዚ ኣገዳሲ ማያዊ መስመር ጸጥታን ርግኣትን ንምውሓስ ኣብ ወተሃደራውን ጸጥታውን መዳያት ናይ ምትሕጋዝ መካኒዝም ክህሉ ኣለዎ። ኩለን ኣብ ገማግም እዚ ባሕሪ ዝርከባ ሃገራት ኣብዚ ጉዳይ እዚ ሓላፍነትን ክስከማ የድሊ። ነፍሲ ወከፍ ሃገር ከከም ዓቕማን ትሕዝቶኣን ኣበርክቶ ትገብር። ኣብዚ ዘቕረብናዮ እማመ ኣብ ጉዳይ ምውሓስ ጸጥታ ናይ ወጻኢ ምትእትታው ክህሉ ከምዘይግባእ ገሊጽና ኢና። ምክንያቱ ጠንቂ ዘይምርግጋእ ክኸውን ስለ ዝኽእል። ናይ ወጻኢ ሓገዝ ኣድላዪ እንተኾይኑ ኣብ መንጎ ሃገራት እዚ ዞባ ዝግበር ምምኽኻር ዝፍጸም ይኸውን። ልኡላውነት ናይዚ ማያዊ መስመር ዝዕቅብ ብሃገራት ናይዚ ዞባ እዩ። ነዚ ድማ መካኒዝምን ምትሕግጋዝን ክህሉ ኣለዎ። ቀይሕ ባሕሪ ልዑል ስትራቴጂያዊ ኣገዳስነት ዘለዎ ከባቢ ከም ምዃኑ መጠን፣ ኣብ መንጎ ኣባል ሃገራት ናይዚ ዞባ ድልዱል ምትእስሳር ክህሉ የድሊ። ኣብ ክሊ እዚ መረዳእታ እዚ፣ ኣብ መንጎ ኤርትራን ንግስነት ስዑዲ ዓረብን ዝህሉ ምትሕግጋዝ፣ ብደረጃ ዞባ ንዝግበር ምትሕግጋዝ ኣብ ምዕዋት ደራኺ ተራ ክጻወት ዝኽእል እዩ። ክቡር ፕረሲደንት፣ ብኣጋጣሚ ዋዕላ መራሕቲ ኣፍሪቃን ስዑዲ ዓረብን ምስ ዝተፈላለዩ መራሕቲ ሃገራት ኣፍሪቃ ርክባት ኣካይድካ ኔርካ። ንኣብነት ምስ መራሕቲ ሱዳን፣ ደቡብ ሱዳንን ምስርን። እዘን ሃገራት እዚኣተን ጎረባብቲ ናይዛ ኣብ ጸገም እትርከብ ሱዳን እየን። ብዛዕባ ሽግር ሱዳንን ኣፈታሕታኡን ተዛሪብኩም'ዶ? ፕረሲደንት ኣብ መልሱ፣ ሽግር ሱዳን ዘለዎ ምትሕልላኽ ኣብ ግምት ብምእታው ንምፍትሑ ኣብ መንጎ ጎረባብቲ ሃገራት ሱዳን ምትሕግጋዝ ዝሓትት እዩ። ብዘሎና ተመኩሮ ናይ ዘተ መድረኻት ምብዛሕ ንባዕሉ ብድሆ እዩ። ሱዳን ካብዚ ዘላቶ ክውንነት ክትወጽእ፣ እቲ ሽግርን ጠንቅታቱን ብዝግባእ ተረዲእኻ መጻኢ ፍታሕ ዘረጋግጽ ምቹእ ሃዋሁን ባይታን ምፍጣር የድሊ። እንተኾነ እቲ ዘሎ ናይ ወጻኢ ምትእትታውን ኣጀንዳታቱን ኣብ ሱዳን ዝኸፍእ ምትሕልላኽ ብምፍጣር ነቲ ሽግር ናብ መላእ ዞባ ከምዝልሕም ንምግባር ዝዓለመ እዩ። ካብዚ ንምውጻእ ዕቱብን ሓቀኛን ተበግሶ ጎረባብቲ ሃገራት የድሊ። የግዳስ፣ ብዝሒ ተበግሶታት ንባዕሉ ብድሆ ይኸውን ኣሎ። ተበግሶ ኢጋድን ሕብረት ኣፍሪቃን ዝበሃል ኣሎ። ተበግሶ ስዕዲ ዓረብን ኣሜሪካን ካልኦትን እውን ኣሎ። እዚ ነቶም መፍትሒ ከቕርቡ ዘይክእሉን ኣብ ውሽጣዊ ጉዳያት ሱዳን ኣትዮም ርግኣት ዞባና ክህውኹን ዝደልዩ ናይ ወጻኢ ሓይልታት ምኽንያት ዝፈጥር እዩ። እዚ ነቶም መፍትሒ ከቕርቡ ዘይክእሉን ኣብ ውሽጣዊ ጉዳይ ሱዳን ኣትዮም ርግኣት ዞባና ክህውኹ ዝደልዩን ናይ ወጻኢ ሓይልታት ምኽንያት ዝፈጥር እዩ። ጉዳይ ሱዳን ንምፍታሕ ሓደ ናይ ዘተ መኣዲ ጥራሕ ክህሉ ኣለዎ። ብዛዕባ እዚ ጉዳይ እዚ ምስ ኣሕዋት ንግስነት ሱዕዲ ዓረብ፣ ምስ ምስሪ፣ ሱዳንን ደቡብ ሱዳንን ንዘራረቡሉ ኣለና። ጎረባብቲ ሃገራት ዝወስድኦ ናይ ካይሮ ተበግሶ ኣሎ። እዘን ሃገራት በቲ ኣብ ሱዳን ዝኸይድ ዘሎ ምዕባለታት ብቐጥታ ዝጽለዋ እየን። ስለዚ ሽግር ሱዳን ንምፍታሕ እቲ ዝበለጸ ናይ ዘተ መንበር ንሱ እዩ። ኣብ ናይ ካይሮ መንበር ስዑዲ ዓረብ ኣይተሳተፈትን። ዘይምስታፋ ጌጋ እዩ። ስለዚ ናይ ስዑዲ ዓረብ ተሳታፍነት ክህሉ ኣለዎ። ብዛዕባ እዚ ጉዳይ እዚ ምስ ዞባውያን መሻርኽትና ንመያየጥ ኣለና። ነዚ ባይታ እዚ እንተ ኣረጋጊጽና ምቹእ ሃዋህው ብምፍጣር ኣሕዋት ሱዳናውያን ሽግሮም ባዕሎም ንምፍታሕ ዕድል ክረኽቡ እዮም። እዚ ሕጂ ንርእዮ ዘለና ዝተፈላለየ መናብር ዘተ ኣብ ጉዳይ ሱዳን ውጽኢት ናይ ዝተፈላለየ ውሽጣውን ግደማውን ረቋሒታት እዩ። እቲ ሎሚ ኣብ ሱዳን ዘሎ ክውንነት ውጽኢት ዝተሓላለኸ ፖለቲካዊ፣ ቁጠባዊ፣ ጸጥታዊ፣ ዲፕሎማስያዊ፣ ጂኦፖለቲካውን ረቋሒታት እዩ። እዚ ኩነታት እዚ ህዝቢ ሱዳን ናብ ፍኑው ናይ ተቓውሞ ምልዕዓል ክኸይድ ዝደረኸ እዩ። ስለዚ ሱዳን ናብ ርሁው መድረኽ ክትሰግር ሓደ ናይ መዛተይ መንበር ጥራሕ እዩ ዘድሊ። ነቲ ሽግር ብቐንዱ ክፈትሕዎ ዝኽእሉ ሱዳናውያን እዮም። ዕድሎም ንምውሳን ከኣ ግድን ክሳተፉ ኣለዎም። ምስ ኣሕዋት ምስራውያን ዝተዘራረብናዮ ጉዳይ ንሱ እዩ ነይሩ። ክሳብ ሕጂ ኩሉ ተበግሶታት ኣይተዓወተን። ምኽንያቱ ውሽጣዊ ኩነታት ምቹእ ስለዘየሎን ናይ ወጻኢ ምትእትታው ድማ ነቲ ሽግር ኣብ ምትሕልላኽ ኣስተዋጽኦ ይገብር ስለዘሎ። ክቡር ፕረዚደንት፣ ንኩነታትን ምዕባለታትን ሃገራት ምዕራብ ኣፍሪቃ ኣብ ውሽጢ እዚ ዝፍጸም ዘሎ ምቅይያራት ከመይ ትርእዮን ትከታተሎን? ምስ ዝተፈላለዩ መራሕቲ ሃገራት ምዕራብ ኣፍሪቃ'ውን ተራኺብካ ኔርካ። ፕረዚደንት ኣብ መልሱ፣ ጉዳይ ምዕራብ ኣፍሪቃ ነዊሕ ታሪኽን ብዙሕ ምትሕልላኽን ዘለዎ'ዩ። ይኹን እምበር መርገጺና ንጹር እዩ። እቲ ጉዳይ ከምቲ ዝበሃል ኣብ ልዕሊ ሲቪላዊ ወይ ዲሞክራሲያዊ ምርጫ ዝመጹ መንግስታት ዝተገብረ ዕልዋ ኣይኮነን። እቲ ዘሎ ፖለቲካዊ ክውንነት ከምኡ ኣይኮነን። ንባብና ኣብ ክውንነት ኣፍሪቃ ንሕሉፍ መድረኻት ኣብ ግምት ዘእተወ እዩ። ቅድሚ ስሳታት ኣህጉር ኣፍሪቃ ዝሰገሮ እዋን መግዛእቲ ነይሩ እዩ። ብድሕሪኡ ከኣ ዝተፈላለየ መግዛእታዊ መልክዕ ዝነበሮ መድረኽ ዝሑል ኲናት መጺኡ። ቀጺሉ ድማ ንዓለም ክግብት ዝሃቀነ ኣሃዳዊ ቁጠባዊ ስርዓት ስዒቡ። እዚ እውን ዳርጋ ሓድሽ መግዛእቲ እዩ። መግዛእታውያን ሓይልታት ንጸጋታትን ዕድላትን ሃገራት ኣፍሪቃ ንነዊሕ ተቖጻጺሮሞ ጸኒሖም እዮም። እቲ ኩነታት ከኣ እናኸፍኣ ከይዱ። ዝሓለፈ ተኸታተልቲ ስርዓታት ኣፍሪቃ ዝበዝሑ ንመግዛእቲ ዘገልግሉ ወይ ወከልቲ እዮም ነይሮም ክበሃል ይከኣል። ምስ ሓይልታት መግዛእቲ ኮይኖም ከኣ ጸጋታት ኣፍሪቃ ይዘምቱ ነይሮም። ኣብ ኣህጉር ኣፍሪቃ ዝረኣ ዘሎ ምልዕዓላት እምበኣር ውጽኢት ናይቲ ሃገራት ኣፍሪቃ ዘሕለፈኦን ዘሕልፈኦን ዘለዋ ጊላነት እዩ። ቀዳሞት ኣፍሪቃውያን ኣቦታት ንኣህጉር ኣፍሪቃ ካብ መግዛእቲ ሓራ ንምውጻእን ባህርያዊ ጸጋታት ኣፍሪቃ ኣብ ረብሓ ኣፍሪቃውያን ንምውዓልን ዝነበሮም ባህጊ በቶም ዝሰዕቡ ስርዓታት ኣፍሪቃ በሪዑን እዩ። እዚ ታሪኻዊ ድሕረ ባይታ ከኣ እዩ ነዚ ሕጂ ዝረኣ ዘሎ ምልዕዓላት ዝፈጠረ። ካብ ጊላነትን ምዝመዛን ሓራ ንምውጻእ ኣብ መንጎ ሃገራት ኣፍሪቃ ግድን ምትሕጋዝን ምድጋፍን ዘድልዮ መድረኽ እዩ። የቐንየለይ ክቡር ፕረሲደንት ነዚ ዕድል እዚ ዝሃብካኒ። ዝኽብርኩም ተኸታተልቲ ሻባይ ቲቪ እዚ ጽሑፍ እዚ ካብ ሻባይ ዳት ኮም ሚኒስትሪ ዜና ብቐጥታ ዝተወስደ እዩ። ንምክትታልኩም